ኣዶሲ ንውላዳ ማዕረ ክንደይ መስዋእቲ ትኸፍል፣ ማዕረ ክንደይናይ ርሕቐት ትኸድ ኩልኹም ትፈልጥዎ ኢኹም ማለት እዩ። ሰላም ሰላም ናይ ሸው ዩቱብ ተኸታተልቲ ዝኾንኩም ከመይ ኣለኹም? ሰላም ዲኹም? ኣነ ሰላሜ እግዚኣብሔር ይመስገን። ንስኻትኩምለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮ መፅያ ኣለኹ ነዛ ቪድዮ ክትጅምሮ ከለኹም ላይክ ብምግባር ጀምሩ ኢኹም ሓደሽቲ እንዝኾንኩም ድማ ሳብስክራይብ እንዳገበርኩም ቤተሰብ ክትኮኑ በዚ ኣጋጣሚ ክላወኩም ይደሊ ማለት እዩ። ብርግፅ ለማዓንቲ ዝመፃኸዎ ብቆንጆ ደስ ልብል ቪድዮ እየ መፅኡ ኣለኹ ከም ትፈትዎ ድማ ኣይጠራጠርን እየ ማለት እዩ በእርግጥ ክትፈትዎ ኢኹም ማለት እዩ እስካብ መጨረሻ ሓቢርኩም ምሳይ ፅንሑ ማለት እዩ ከም ተወሉ ግዜ ብዛዕባ ሊልና ኣሌክስዮ ኣይድያና ናይ ልምዓንቲ እውን ማለት እዩ ከምዚ ትርእይዎ ዘለኹም ማለት እዩ ኣሌክስ ንሊሊ ሳፕራይዝ ክገብራ ደልዩ ንሊሊ ተቐቢልዎ እዩ ማለት እዩ ብጣዕሚ እዮም ደስ ዝብሉካ ማለት እዩ መጀመርያ ኣሌክስ ኩሉ ነገር ተናጊሩ እዩ ሰሚዕኹምዎ ኣብ በዓልቶም ኣነ ንምድጋም ከይኸውን ማለት እዩ ንእሽተይ እሞ ክናገረኩም ማለት እዩ ክስካብ ዝሐዚ እንዳተኸታተልና እዮም ነይርና ኣና ማለት እዩ ገና ፍቕሪ ክጅምሩ ከለዉ ንእሽተናት ቆልዑት እዮም ነይሮም ብርግፅ ማለት እዩ ኣሌክስ ንባዕሉ እንዳተናገሩ እዩ ማለት ንሕና ፍቕሪ ንጅምረሉ ዝጀመርናሉ ጊዜ ሲ ማለት ብንእሽተይና ኢና ጀሚርና ከምኡ ናይ ፍቕሪ ምልክታት ኣንሕና ንጅምረሉ ሰዓትስ ብጣዕሚ ንእሽተናት ኢና ኔርና ብጣዕሚ በቃ ማለት እዩ ግን እግዚኣብሔር ይመስገን ኣብዚ በፂሕና ብዙሕ ነገር ሓሊፍና ብዙሕ መስዋዕቲ ከፊልና ኣብዚ በፂሕና እንዳበለ እዩ ማለት እዩ ኩልና ርኢናዮ ኢና ቆልዑት ከም ዝነበሩ ናይ ቀደም ሕልፍ ኢልና ወይ ከዓ ምልስ ኢልና እንድሕር ርኢና ብርግፅ ብሓቂ እዩ ማለት እዩ ብርግጽ ኣብ ሂወትካ ኩሉ ግዜ ንፍቅሪ ተቀድም ተኾይንኻ ኩሉ ነገር ይሳኸዐልካ ኣብ ዝለዓለ ደረጃ ድማ ትበጽሕ ኢኻ ማለት እዩ። ከምዚ ሊሊ ኣሌክስ ከም እንፈልጦም ምንም ነገር ኣይነበሮምን ቆልዑት እዮም ነይሮም። ሕጂ ግን ብሓድ ሓቢሮም ሰሪሖም ማለት እዩ። ተራዳዲኦም ተፋቂሮም መጀመርያ ካብ ኩሉ ነገር ፍቕሪ ይቐድም ኢሎም ተፋቒሮም ብሓንሳብ ሰሪሖም ድማ ኣብ ከምዚ ደረጃ በፂሖም ኣለዉ ማለት እዩ። ኩሉ ነገር ኣብ ህይወትና ፍቕሪ ክነግስ ከሎ ኩሉ ነገር እንዳተስተኻኸለ እዩ ዝኸይድ ማለት እዩ። ኣሌክስ ድማ ንዲሊ እንዳመስገነ እዩ ኩሉ ግዜ ኣብ ህይወተይ፣ ኣብ ሓዘነይ፣ ኣብ ጭንቀተይ፣ ኣብ ደስተይ ኩሉ ግዜ ተካፋሊተይ እያ እሞ ብጣዕሚ እየ ልፈትያን ብጣዕሚ እየ ለክብራን ብጣዕሚ እየ ለመስግናን ኢሉ ኩሉ ነገር ፍቐሩ እንዳ ገለጸላ እዩ ሊሊ ማለት እዩ ከምዚ እትሪእዎም ዘለኹም ሊሊ ብጣዕሚ እያ ተገሪማ ማለት እዩ ሳፕራይዝ ኣብዚ ሕዚ ኩነታሲ ከምዚ ዓይነት ሳፕራይዝ ክህልወን ኢላሲ ኣይተጸበየቶይ ነይራ ስለምንታይ እንተይልኩም ቤተሰብ ሕጂ ናብ ምውላዳ እንዳተቐራረበት ሎሚ ዶ ይወልድ ጽባሕ እንዳይወልድ እንዳበለት እናተጸበየት እያ ከምቲ ትሪእዎ ነበርኩም እኳ ኣነ ካብ ብቐዳማይ ሒዘ ጽቡቕ ትምኒተይ እንዳገለጽኩላ ነይረ ቤተሰብ ማለት እዩ እንዳራኹም ውን ቀኒኹም ኢኹም። ወሊዳ ከምዚ እንዳበልኩ እንዳሰራሕኩ ነይረ ጽቡቅ ትምኒት እየ ልገልጽ ነይረ ማለት እዩ። ብሰላም ወሊዳ ካልኣይ ርእሳ ኩይና ብጣዕሚ ብጣዕሚ ስለ ልቸኮልኪ ቤተሰብ ማለት እዩ ብጣዕሚ ልጽበዮ ነገር ቆልዓ ሓቂፋ ሓቂፎም ክርእዮምሲ ብጣዕሚ ደስ ልብለኒ ስለ ልኾነ እየ ከምኡ እንዳበልኩ ዝሰርሕ ነይረ እስኻትኩም እውን ማለት እዩ ትፅበይዎ ነገር ስለ ልኾነ እዩ እና ከምዚ ኢሎም ከምቲ ትርእዎም ዘለኹም ደስ ልብል ፕሮግራም እዩ ኣዘጋጁ ነይሩ ማለት እዩ ሊሊ ሕጂ ክትወልደሉ ሰዓት ስለ ለኣኸለ እሳ ካብ ጭንቀታ ንክትወፅእ ከይትጨናነቕ ካብ ሓሳብ መቸም ክትወርድ ተኾይንካ ግን መዓልትኻ ክኣክል ከሎ ክትጭነቕ ደሊኻ ዘይኮነሲ ባዕሉ እዩ ዘጨንቐካ ቤተሰብ ማለት እዩ እቲ ኩነታት የጨንቐካ እዩና ካብ ዘለዎ ጭንቀታ ንኽትወፅእ ማለት እዩ። ኣብዚ ኣሌክስ ኒሊ እንታይ ዓይነት ይስምዓኪ ኣሎ ኢሉ እንዳሓተተ እዩ ማለት እዩ። ሊሊ ድማ ኣነ ልስምዐኒ ነገር ማለት ተሃንጢ ኣለኹ ካብ መንጠይ ዝተላዕለ ድማ ይጭነቕ ኢላ ማለት እዩ። እምበር ካሊእ ምንም ነገር ስምዒት የብለይን እግዚኣብሔር ይመስገን ሰላም እየ ኢላ ኣሌክስ ድማ ኩሉ ነገር እግዚኣብሔር ኣብ ዝፍቐዶን ኣብ ዝሓሰቦን እዩ ዝኸውን እንዳበለ እዩ። በርግፅ ኣንሕና ዝኾነ ይኹን ኣብ ህይወትና ማለት እዩ ክፈጥ እንደልዮ ነገራት ኣሎ ክዱን ክንደልዮ ነገራት ኣሎ ግን ከዓነ ከምቱ ንሕና ዝሓሰብናዮ ወይ ከዓ ከም ዝደለናዮ ዘይኮነ እግዚኣብሔር ኣምላክ ከም ዝፈቐዶ ወይ ከዓ ከም ዝደለዮ እዩ ዝኸውን ማለት እዩ። ኣንሕና ተጨነቕና ኣንሕና ደለና ዝኾን ነገር የለን። ብቻ እግዚኣብሔር ኣምላኽ ልብለና ጽቡቕ ጽቡቕ ነገራት ክንሓስብ ወይ ከዓ ጽቡቕ ነገራት ክንምነ ኣለና ቤተሰብ ማለት እዩ። እግዚኣብሔር ኣምላኽ ዝተመነኻዮ ወይ ከዓ ዝደለኻዮ እውን ይበካ እዩ ስለምንታይ ተልኩም ዝጠቕመና ተኾይኑ እግዚኣብሔር ኣምላኽ ይህበና እዩ ማለት እዩ እና ሊሊ ከምዚ ዓይነት ስምዒት ከም ዘለዋ እያ ተናጊራ ኣሌክስ ድማ እግዚኣብሔር ኣምላኽ ሒዝኪ ብእግዚኣብሔር ተኣማመኒ ኣነ እውን ኣብ ጎንኺ ኣለዉ ቤተሰብኪ እውን ኣብ ጎንኺ ኣለዉ እና ኣይትጨናነቒ ክትጭነቒ ኣይደልን ደስተኛ ኮይንኺ ክርእየኪ እየ ዝደሊ ኢሉ ድንግል ማርያም ምሳኺ ትኹን ብሰላም ተገላገሊ ኢሉ እንዳመረቓዩ ማለት እዩ። ሊሊ ድማ ሓጎሳ ምቁፅፃር ያስኢና ብሓጎስ ዝተልዓለ ነቢዓ እያ ብርግፅ ማለት እዩ። ብርገጽ ኣደኖት ማለት ዩ ኣዶ ንውላዳ እትኸፍሎ መስዋእቲ ብጣዕሚ ብጣዕሚ ብጣዕሚ ከቢድ ብዙሕ ነገር ዩ ማለት ዩ ካብ መጀመርያ ካብ ምጥናሳ ጀሚሩ ማለት ዩ ትሽዓተ ወርሒ ሙሉእ ኣብ ከብዳ ጼራ ምስ ወለደት ውን ኣጥብዋ ክልተ ዓመት ኣጥብያ ከውለ ኣብ ዝባና ሓዚላ ብዙሕ መስዋእቲ እያ ትኸፍል ንውላዳ ማለት ዩ ማዕረ ሂወታ እያ ተካፍለሉ ዘላ ማለት እዩ ናታ ሂወት ሰዊኣሲ ናይ ውላዳ ሂወት እያ ተብል ተ ተውህውለላ ናብ ቤተሰብ ብጣዕሚ እያ ኣደነት ትኸፍሎ መስዋእቲ ኣነ ብርግጽ ገሊጸ ክኽእሎ ኣይክእልን ማለት እዩ ብጣዕሚ ከቢድ እዩ እንተትልኩም ናይ ኣደነት ውዕለት ናይ ኣደነት ትኸፍሎ መስዋእቲ ብጣዕሚ ከቢድና ተሪር ስለዝኾነ እየ ኣነ ክገልጾ ኣይክእልን ዝብለኩም ዘለኹ ቤተሰብ ማለት እዩ ማለት ንኡ ክገልጽ እሲ ቃላት ይሓፅረኒ ክእለት እውን ይሓፅረኒ ማለት ኣብዚ ድማ ከምቲ ትርእይዎ ዘለኹም ማለት እዩ ኣሌክስ ንወዱ ስጠታ ሂብዋ ማለት እዩ ሊሊ ብጣዕሚ ደስተኛ ኮይና ፕሮግራም ንዓይ ኢልካሲ ንኻሊእ ስጦታ ግዘ ይኸብድ ዶ ኢላቶ ማለት እዩ። ሕዚ ናትኪ ተራ ኣይኮነይ ማለት ወለድ ምስ ኣበልኪ ነዚኣ ክትውዮ ስጦታ ናይ መጀመርያ ውህብቶኡ ኢሉ እዩ ስጦታ ሂብዋ ማለት እዩ። ብጣዕሚ እዩ ደስ ዝብል ቤተሰብ ማለት እዩ። ግን እንታ ስጦታ ዘይ

ማለት ስለ ለይሃባ ስራሖም ይገድፉ ምናምን ማለተይ ኣይኮነይ ኩሉ ግዜ ድንግል ማርያም ኣብ ጎንና እያ ቅዱስ ርፋኤል ኣብ ጎንና እዩ ግን ከዓኒ ከምዚ ኣስታዊስካ ሓሲብካ ክትሕዞ ከለካ ከዓኒ ልበለፀ ቅዱስ ርፋኤል ናይ እንስሳ ይኹን ናይ ደቂ ሰባት ይኹን ማህፀን ልፈትሕ እና ክትወልድ ከለኻ ብጣዕሚ ዘድልየካ ድርሳኖ ክትደግም ክትፅሊ ምናምን እዩ ዘላካና ብጣዕሚ ማለት ንሱ ኣሚንካ ክትፅሊ ከለኻ ምንም ነገር ኣይኮ- ኣይትኾንን ብሰላም ኢኻ ትወልድ ሕጂ እውን ግን ኩልና ብስም ብስም ሊሊ ማለት እዩ መልከ ቅዱስ ሩፋኤል ድርሳነ ቅዱስ ሩፋኤል እንተነብፅሐላ ብጣዕሚ ደስ ልብል ነገር እዩ ማለት እዩ እና ሊልዬ ኣዴ ማርያም ብሰላም ትምፃኺ ቅዱስ ሩፋኤል ኣብ ጎንኺ ኮይኖም ማለት እዩ ብሰላም ተገላጊልኪ ካልኣይ ርእስኺ ኮይንኺ ንምርኣይ የብቅዐና ክብል ይደሊ። ማለት እዩ ቤተሰብ ኩልኹም ድማ ኣብ ኮመንት ኣዴ ማርያም ብሰላም ትገላገልኪ ኢልኩም ፀሓፉ ማለት እዩ ካሊእ ነገር ኣየድልን ሕጂ ማለት እዩ እና ብጣዕሚ ዝፈተኩም ድማ ብጣዕሚ ዘኽብረኩም ኩሉ ግዜ ኣብ ጎኒ ኮይንኩም ስለተበረታትዕኒ ብጣዕሚ ዘመስግን ብደስ ዝብል ቪድዮ ክመፀኩም እየ ሰሰነይ ንዓኹም ባይ ባይ